ድሕሪ ብዙሕ መዓልታት ምጥፋእ ሎማዓንቲ ኣብ ሶኒ መዓልቲ ብናይ ሰራሚክ ሓድሽ ዋጋ ሲሚንቶ፣ ቴንዲኖ ካልኦት ካልኦት ዋጋታት ተመሊሰ መፅ እኒኹ ስለዚ ናይ እንኳዕ ዳሕና መፃኻ ኩልኹም ሸሞንተ ሽሕ ንክልኣቲ ከዝለ ሚእቲ ሰባት ኢና ንቐሪ ፈጢንኹም ሸሞንተ ሽሕ እእቲና ንዕረፍ ማለት እዩ ላይክ እውን ናግብርና ኩሉ ግዜ ሓሙሽተ ሚእቲ ላይክ ተኣትዩ እዚ ቪድዮ እዚ ናብ ብዙሕ ሰብ ንክበፅሕ ስለልሕግዞ ሓሙሽተ ሚእቲ ላይክ ንእቲ ማለት እዩ ስለዚ ብዙሕ ወግዕ ከይብዛሕና ቀጥታ ናብ ጉዳይና ንሓልፍ ኢና ከዚ ንቐጥ ብቴንዲኖ ንጀምር ቴንዲኖ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ሓደ ብሓደ ክነግራኩም ስለዚ በዓል ሸሞንተ ብዝኾነ ሰዓት ሸሞንተ ዓሰርተይ እናተሸጣ ይርከብ በዓል ሸሞንተ ሸሞንተ ዓሰርተይ በዓል ዓሰርተ እውን

3180 እዩ እዚ ፅቡቕ ዋጋ ኣብዚሖም ንተወስዱ ሰባት ብፍላይ ዓብዪ ዝኾነ ቅናሽ ዋጋ እኒኢኩም እዩ ልዕሊ ዋጋ ግን ብዚ መሰረት ኢኹም ተወስዱ ማለት እዩ ስለዚ ናቲ እንዲኖ ካብ ንኣሰ ክሳብ ልዓብ የውለሉ ዋጋ እዚ ይመስል ካብ በዓል 8 ክሳብ 16 ለሎ እዚ ይመስል ማለት እዩ ስለዚ ናብ ስሚንቶ ንሕለፍ ስሚንቶ እውን ክንደይ ንዮ ክንደይ ወፅሖ ትብሉን ሰባት ሃሊኹም ለ ብውሽጢ መስመርለ ትጥየቑ ንሰባት ኒኹም ስለዚ ስሚንቶ ሎማዓንቲ ሽሕ ሳላሳይ እናተሸጣ ይርከብ ካብ ዝሓለፈ መዓልትታት ለውጢ ብዙሕ ኣይገበርን እዩ ሲሚንቶ ኣብ ዘለዎ እዩ ጠጠው ኢሉ ማለት እዩ ስለዚ ሲሚንቶ እቲ ካልኣይ ደረጃ ሽሕ ሳላሳይ እናተሸጠ ይርከብ ማለት እዩ እቲ ቀዳማይ ምስ ኣርብዓ ሓምሳ እናተሸጠ ይርከብ ማለት እዩ ስለዚ ሲሚንቶ ከም ደስ ዘለኩም ብሚት ኩንታል ክኾን ይኽእል ክልተ ሚት ኩንታል ናብ ዝተፈላለዩ ከተማታት ትግራይ ምላእኽ ትሓስቡ ተደሊኹም ብዚኣ መሰረት ምርካብ ትኽእልዎም ኢኹም ካብ መኪና ለ ክገዘልኹም ትደልዩ ሰባት ተሃሊኹም ነለ ኮንታክት ገብሩ ብውሽጢ መስመር ማለት እዩ ክልእኸልኹም ይኽእል እያ ማለት እዩ ስለዚ ናይ ስሚንቶ ዋጋ እዚ ይመስል ከዚ ቀፂለ ልሕልፈኩም ናብ ናይ ሰራሚክ ዋጋ እዩ ሰራሚክ ክንደይ እናትሸጠ ይርከብ ተልኹም ለላ ሰራሚክ 30 ብ30 ኣብዚ ክሰዓት እናትሸጠ ልርከብ ዋጋ ሽሒ ሰብዓይ እዩ እናትሸጠ ልርከብ 30 ብ30 ልበሃል ሰራሚክ ማለት እዩ ሽሒ ሰብዓይ እናትሸጠ ይርከብ ከምቲ ቪድዮ ትሪእዎ ኣለኹም ለየትፈልጦ ሰባት ሃሊኹም እዚ እዩ ሰላሳ ብሰላሳ ዝበሃል እዚ እውን ዋጉ ሽሒ ሰብዓይ እናተሸጠ ይርከብ ማለት እዩ ካብኡ ሱሳ ብሱሳ ከ ክንደይ እናተሸጠ ይርከብ ትልኹምለና ሱሳ ብሱሳ ለለ ኣብዚ ሰዓት እናተሸጠሉ ዝርከብ ዋጋ ሽሒ ኣርባዕተይ ሓምሳይ እናተሸጠ ይርከብ ሱሳ ብሱሳ ልባለለ ሽሒ ኣርባዕተ ሚእቲ ሓምሳይ እናተሸጠ ይርከብ ማለት እዩ እዚ ናይ ደማዓንቲ ዋጋ እዩ ኣብ ናጋ ክሰርሕ ለይክሰርሕ ይኽእል እዩ እዚ ዋጋ እዚ ናይዚ ምክንያት ድማ ካብ መዓልቲ ናብ መዓልቲ ዋጋ ስለልቀየር ዕዳጋሪና ኢና ንገዝእ ማለት እዩ ምግዛእ ተሓሱሳት ኣሊኹም እስካብ 60 ካሪ ሚት ካሪ ተውፅኡት ኣሊኹም ዓብይ ዝኾነ ዲስካውንት ኒኩም እዩ ወይ ድማ ቅናሽ ትረኹ ትኽእሉ ኢኹም ስለዚ ኣና ጎርነቦች መስመር ናብ ቦታኹም ይውስኖ እዩ ምስ ትራንስፖርት እንዲዮም ዝኾነ ርኢና ከውፅሕልኹም ይኽእል ማለት እዩ ግን ሱሳ ብሱሳ ሽሕ 450 እናትሸጠ ይርከብ ማለት እዩ ካብኡ ሓሸዋ እዩ ሓሸዋ ክንደይ እናትሸጠ ይርከብ ትልኹም ለለ ሓሸዋ ሓምሳይ ክልተ ሽሒ ሓሙሽተ ሚእቲ እስካብ ሓምሳ ሰለስተ ሽሕ እናሸጠ ይርከብ ሎማዓንቲ ዝወዓለሉ ዋጋ እዩ እሱ እውን ናተንቤን ቆንጆ ዝኾነ ሓሸዋ ኣብ ዝኾነ ሰዓት ሓምሳ ሰለስተ ሽሕ ምርካብ ትኽእሉ ኢኹም ማለት እዩ ጠፀር እውን ተመሳሳሊ ጠፀር እውን ሰላሳይ ሰለስተ ሽሕ እናተሸጠ ይርከብ ፀፀር እውን እቲ ፍሉይ ፀፀር ንመህደሚ ዝኾን ሕፀፀር ማለት እዩ ዜሮ ዜሮ ካልኦት ካልኦት ደሊ ስፋት ኣሊኹም ብውሽጢ መስመር ጠይቁኒ ከቕርብልኩም ወይ ድማ ክነግረኩም እዩ ዝዋጋ እዚ እዚ ግን ንመህደም ልኾኑ ፀፀር ግን 33 ሽሕ እኒኦ ማለት እዩ ኣብኡ ኣብ መወዳእታ እውን ናይ ቡልኬት ዋጋ እዩ ቡልኬት ኸ ክንደይ እናተሸጠ ይርከብ ተልኹም ነላ ቡልኬት በዓል 15 ብ33 ቅርሺ ኣግኒልኩም ኒኹም ብጣዕሚ እዩ ከቢሩ ነ ቡልኬት ለውዚ ከሰዓት ስለዚ ምግዛእ ትደልዩ ስፋት ኣሊኹም በዓል 15 33 ቅርሺ በዓል ዕስራ ልለ ሰላሳይ ሓሙሽተይ ሰላሳ ሓሙሽተ ቅርሺ ይቅርታ እናትሸጣ ይርከብ ማለት እዩ ስለዚ ምግዛእ ትደልዩ ሰባት ኣሊኹም ኮንታክት ገሩ ከም በዝሕኹም ከም ቦታኹም ተሪኡ ናብ ደስ ዘለኩም ቦታ ኣነ እውን ከብፅሕልኹም ይኽእል እየ ማለት እዩ ካብኡ እዚ እንታይ እዩ ናይ ሎማዓንቲ ናብ ሶኒ ነበረ ዋጋ እዩ ኣብ ናጋ ፕሮግራም እዩ እውን እንታይ ክቀርበልኩም ከም ትደልዩ ኣብ ኮሜንት ፀሓፉለይ ወይ ድማ ኣነ ለዳለኹ ፕሮግራም እዩ እሱ ክለቀልኹም እዩ ማለት እዩ ስለዚ ሓሳብ ኣስተያየት ኣልዩኩም ኮሜንት ንገሩኒ። ስለዚ ኣብ መወዳእታ መልእኽቲ ለሕልፈለኹም ነገር ተሃልዩ ኣብ ከተማ መቐለ ቦታ ምግዛእ ትደልዩ ከዝለለ ሰባት ሃሊኹም ብውሽጢ መስመር ኮንታክት ገሩ ባዶ መሬት ክኾን ይኽእል እዩ ሜተር ባዓይ ካሬ 250 ብሰረት ክኾን ይኽእል እዩ ዝተሃደመ ወይ ድማ ውድእ ኮምፕሊት ለለ ፊኒሽ ዝኾነ ገዛውቲ ለለ ኣብ ኢደይ ስለለለው መግዛእቲ ደይ ሰባት ሃሊኹም ከዝለለ ደውሉ ማለት እዩ ብኣካል ከርእኩም ትደሊ ሰባት ሃሊኹም ለለ ንዩ ኣብ ፍሪ ለልኹም ታይም ተጋሊና ብደንቢ ደስ ልል ቦታታት እኒኡ ዓመም ደስ ለልኩም ንዓኹም ምርጫኹም ክኾን ንኽእል ከማርፀኩም ይኽእል እዩ ማለት እዩ ስለዚ እስኹም ምድዋል ብቻ ኢል ፅበይኩም ማለት እዩ ስለዚ ከዚ ገንዘብ ሒዝኹም ማለት እዩ ብፍላይ ወፃእ ዓዲ ኮንኩም ኣምታይ ኢንቨስት ገበር ትብሉ ሰባት ሃሊኹም ኣብ ሪል ስቴት ክኾን ይኽእል ወይ ድማ ኣብ ናይ ዕቋሪ ልቃሕልና ገንዘብኹም ኣታዊ ጊርኹም ብዙሕ ስራሕቲ ክትሰርሑ ትኽእሉ ኢኹም ኣብ ሰዓት ብቢዝነስ ሳይድ ንኾን ቢዝነስ ለላ ብጣዕሚ ሓሪፍ ሓሪፍ ንኾኑ ኣብዚ ከሰዓት ለለ ብጣዕሚ ትሬኒንግ ንኾኑ ኣብ ከተማ መቐለ ብፍላይ ዓበይቲ ስራሕቲ እናተሰርሖም ዝርከቡ ብፍላይ ለላ ኣብ ወፃኢ ዓዲ ኮይኖም ለለ ዝተፈላለዩ ቦታታት እናገዙ እናቐየሩ እናሸጡ እናለዋወጡ ብጣዕሚ ብዙሕ ሰባት እናተለወጡ ስለ ዝርከቡ ንስኹም ለለ ገንዘብኹም እስካብ ከዚ ኣይተምጥ ኣለኹም ተኮይንኹም ብጣዕሚ ኹም ተሸዊድኹም ማለት ወይ ኣብ ወርቂ ወይ ኣብ ቦታ ተቐሚጥኹም ንዝኸ ሰዓት ኢንፍሌሽን ናይዚ ዓዲ ብጣዕሚ ካብ ዓመት ናብ ዓመት ዕስራ ሓሙሽተ ፐርሰንት እስካብ ዕስራ ሽዱሽተ ፐርሰንት ተብሎ ኣለዉ ናወሰኸ ስለ ዝርከብ እስኹም ለለ ገንዘብ ሕዝኹም ኣብ ባንኪ ካብ ምቕማጥ ዝተፈላለዩ ስራሕቲ ተሰርሕሉ ዓብዪ ዝኾነ ትርፋማ ወይ ድማ ትርፈ ግኒኹም ንባዕልኹም ጠቂምኩም ንቤተሰብኩም ንብዙሕ ነገራት ትጠቕሙ ስለ ትኽእሉ ገንዘብኩም እስካብ ሓዚ ኣብ ባንኪ ኣቕሚጥኹም ዘለኹም ሰባት ኢንቨስት ገይርኹም ዓድኹም ብዙሕ ነገር ስራሕ ትሰርሑ ትኽእሉ ኢኹም ማለት እዩ ስለዚ ብዛዕባ ናይ ዕቋሪ ልቓሕ ለለ ኣቀርሃ ዝሰርሐ ኢኹም ፕሮግራም እኒኦ እሱ እውን እንታይ እዩ ንእሽተይ ገንዘብ ዓቂርኹም ብፍላይ ናይ ዲያስፖራ ናብ ዓሉ ኮና ኣማራጭ ለለው እኒኦ ኣኣ ንእሽተይ ገንዘብ ዓቂርኹም ድሕሪ ኣዋርሕ ኣርባዕተ ወርሒ ሓሙሽተ ወርሒ ዓብዪ ዝኾነ ገንዘብ ልቓሕ ኣውፂኹም ብንእሽተይ ወለድ ማለት እዩ ብዙሕ ስራሕቲ ትሰርሕሉ ኣፖርቹኒቲ እኒኦ ወይ ድማ ዕድል እኒኦ ብዛዕባ እሱ ሓደ ነገር ክለኩም እየ ብዛዕባ ናይ ዕቋድ ልቃሕን ክደሊ ሰባት ለለ ኣብ ኮሜንት ጸሓፉለይ ብዛዕባ እሱ ለለ ክዳልልኹም እየ ማለት እዩ ድሌትኩም ትኮይኑ ብዛዕባ እሱ ክዳል እየ ማለት እዩ እና ብዛዕባ ናይ ሪል ስቴት ለለ ተኣትዩ ሰባት ሓሳብ ለለኩም እስካ ከዚ ብዛዕባ ናይ ሪል ስቴት ኣዲስ ኣበባ ትሰምዑ ትኽእሉ ኢኹም ብዙሕ ናይ ሪል ስቴት ኣገልግሎታት ኒው እዮም ካብኣ መቐለለለ ምንቅስቃስ ስለለሎ ኣብለለ ብንእሽተይ በከፋፍላ ምእታይ ትደልዩ ሰባት ሃሊኹም ከዘላ ንዓኻትኩም ዝኾን ፅቡቕ ኣጋጣሚ እኒኦ ከዚ ሪል ስቴት ማለት እዩ ንእሽተይ ከፊልኹም 120 እስካብ 340 ተኸፊሉ ብንእሽተይ ኣከፋፍላ እናተገበረ ንብዙሕ ዓመት ተኸፍልዎ ኣጋጣሚታት እኒኦሞ ብዛዕባ ስለላ ትደልዩ ሰባት ሃሊኹም ኣብ ኮሜንት ፀሓፉለይ ብዛዕባ ስቶ ተሰርሐልና ወይ ድማ ብዛዕባ ናብ ዕቋሪ ልቃሕለላ ተተዳልዩላ ልል ፕሮግራም ተነጊርኹምኒ ኣነ ልለ ንዓኻትኩም ብኣኻትኩም መሰረት ስለልጓዓዝ ንዓኻትኩም ዝኾነ ሓሪፍ ዝኾነ ፕሮግራም ከዳልየልኹም እዩ ማለት እዩ እና ብዙሕ ስራሕቲ ንሰርሕ ኢና ንስኹም ብቻ 8 ሽሕ ንእተ ላይክ ሽር ሰብስክራይብ እናገበርኹም ንዕረኽትኩም ኣብ ፌስቡክ ቲክታክ ካልኦት ካልኦት ለለዎ ማሕበራዊ ሚዲያታት ለለዉ ለኣኹሎም ኣነ ብዙሕ ፕሮግራማት ከዳልየ ንስኹም ለለ ንቻናል ዝናደገፍኹም ንክዓቢ ለውጢ ንደሊ ጥቕሚ ንደሊ ኣብዚ ዝኒ ቃልዲ ንመሓላለፍ ይኾነ ኣብዚ ቻናል እዚ ቁም ነገር ስራሕ ለውጢ ስለዝኾነ ብዙሕ ስራሕቲ ንሰርሕ ኢና ንስኹም ብልተኻለኩም መፅን ግና ድጋፍ ግብሩ ንቻናል እዚ ንክዓቢ ብውሽጢ እቲ ገልፅሎ ይፈቅርኹም ኒኦም ብጣዕሚ ልመስገን ኣብ ኮሜንት ለለ ብዙሕ ሰባት ኒኹም ስለዚ ንዓኻትኩም ዓብይ ዝኾነ ፍቅሪ ኒኒ ሪስፔክት ዓብይ ዝኾነ ነገር ኒኒ ማለት እዩ ስለዚ ብዙሕ ስራሕቲ ንሰርሕ ኢና ብቻ ዝኹም ጠንክሩ ኣይ ንቻናል እዚ ንክዓቢ ድጋፍኩም ኣጠናኽሩ ኣቐፃሊ ፕሮግራም ግን ተመይሰስ ክዓል መፅእ ንቻናል እዚ ላይክ ሼር ሰብስክራይብ ንጋርኹም ለለ ኣይትረስዑ ማለት እዩ። ሰላም ንዓኻትኩም ይኹን ቻው።